ሰላም ሰላም ኩቡራት ተካታተልቲ ናይ ሊሊ ሾው ከመይ ቀኒኩም ደሓን ዶ ቀኒኩም እዝግኣብሄር ይመስገን ኣነ ብወገነይ ጽቡቅ ኣለኩ ንስካትኩም ውን በብዘለኩሞ ጽቡቅ ክትህልዉለይ በዓል ሙሉእ ተስፋ እየ ሓደሽቲ ነዚ ቻነል እዚ ዝኮንኩም ሳብስክራይብ ምግባር ከይትርስዑ እሺ ናይ ሎማዓንቲ መደብና ኣብ ኣስመራ ማለት ኣብ ኣስመራ ኢና ተወሊድና ዓቢና። ካብ ቆልዓ ኣስመራ ተወሊደ ዓብየ። ኣነ ኣስመራ እየ ተወሊደ ዓብየ። ስለዚ ኣብቲ ናይ ዓደይ ሃዋሁ እየ ዓብየ። ብዙሕ ግዜ ኣይከድኩን ግን ዝሓለፈ ግዜ ዝኸድኩሉ ናይ ብሓቂ ጽቡቅ ግዜ እዩ ነይሩ።

ኣጓላት እንኳዕ ደስ ዘለክን በተለይ ንስኺ ብሎሚ ብፅባሕ ብጥሪ ጥሪ ክተባእስኒ እንዲኺ ሓሲኹ ምስ ዝፈጣሪ እንኳዕ ደስ ዘለኪ ጥሪ ተወዲያ ጥሪ ምውድኣ ግን እመንን ልዕለይ ናዕኺያ ጎድያ ኣነማ ወዲ እየ ዓሰርተታት ጥሪ ተደረውኹ ጨጉረይ ተሰየኹ ጨጉረይ ተመለጥኹ ኣይተርፈኒ ምውላደይ ስረይ ምስ ፈታሕኹ ንስኺ ግን ሎሚ ጽባሕ እናበልኺ ጥርብ ልዕሊ ጥርብ ምስ ደረብኺ ትተርፊ እያ ኢኺ ንነጸላ ኮይንኺ። እንቋዕ ደስ በለኪ ጥሪ ተወዲኣ። ጥሪ ዋላ ተተወደት ፋሲጋ ኣሎ።
እንታይ እስከ ሕቡሸይ ትማሊ ማለት እዩ ማራ ዘኒጠ ጽጽጽ ኢለ ወጽየ ነይረ ማለት እዩ ዳርጋ ሰዓት ሙሉ ብእግረይ ወክ ገይረ ግን ዝኾነ ሰብ ኣይረኸብኩን ማለት እዩ ዝኾነ ሰብ ማለት እዩ ሎማዓንቲ ካብ ዓራተይ ጸዲፈ ማለት እዩ ጠምየ ጸባ ክገዝእ እንዳ ከድኩ መንገዲ ዓሰርተ ዝኾኑ ሰባት ረኺበ ኣነ ዝብለኩም ንምንታይ ኢኹም ክዳን ቀይረ ጽጽጽ ኢለ ዘኒጠ ገለ ከይደ ከለኹ ዘይትረኽቡኒ። ኣነ ሕጂ እንታይ እየ ክብል ጸብሒ ጸብሒ እንዳ ሸተትኩ ጫማይ ተገምጢሉ ወይ ገጸይ ከይተሓጸበ ማራ ወዘልዘል ኢለ ካብዚኣ ገዛይ ውጽእ ክብል ከሎ መዓት ሰብ ትረኽቡኒ። ክዳን ቀይረ ጺጺጺ ኢለ ክወጽእ ከለኩ ከኣ ዘይትረክቡኒ እንታይ ገይረኩም በቃ በቃ ዋላ ሰላም ኣይትበሉኒ ረጊጽኩምኒ ሕለፉ እሺ
ርያ ተኸዲና ገለ ከተማ ወጺኣ ክትዛወር ከላ ተዘይረኺብካያ ገዛ ምስ መጸትስ ትናደድ እያ ይብልኳ ዘይተረኸብኩ ኢላስ ትናደድ ዝብሉስ ብዙሓት ወዳት ኣለኹም እንትብሉ ይሰምዐ እሞ ሎማዓንቲ ኣጋጢማትን ከምዚኣ ዝብላ ማለት ደፊርና ንዝራዩ ተሳኢን እምበር ብውሽጥና ኩላትና ከም ኣያና ተሓጻጺምና ገለ ሸኮርካ ክለን ደገ ንከተማ ትወጽእ ከለኻሲ ድሕሪ ተለኽለኺፍካ በቃ ጽብቕቲ ማለት እኮ እየ ጽብቕቲ ኣይጽብቕትን ኣይጸበቕኩም ማለት እኮ እየ ኣነ እኮ ሰብኣይ ይደልን ኢለስ ብዙሓት ንጭነቕ ኢና ኣንታ ኣምላኽ ድማ ንነፍስና ከመይና ንኸውን ዝብል ሓደ ካብ ህይወት ዝተምሃረ ሓውና ስለ ዝንኤ ንሱ ዝበሎ ንኹን ካብኡስ ትምህርቲ ንውሰድ ንሱ ዘዘላ ግን ንበል ግዴታ ማለት እዩ ነስና ምእንታይ ክንከውን ስለ።
ሓንሳብ ቀዳማይ ነገር ንነብስኻ እንዳ ክትከውን ዘለካ ከመይ ጌርካ ንነብስኻ ትኾንካ ከርእየካ እየ ኡፍ ትብል ሓንሳብ።

ምሁራን ስለ ዝበዝሑ ህይወትና ኣብ ማለት ተጨኒቕና ወይ ንህይወትና ክንከውን እንተኮይና ብዙሓት ምሁራን ስለ ዝኒኦና ንስማዕ ኢና ኣይተረደንን ኣይተረደንን ብስሩ ከዓ ኣይተረደንን ኣወዳት ፍቕረኛኹም ድሕር ኣናዲድኹማ ወይ ሰውይትኩም ማጽፍ። ድሕር ኣናዲድኹማ በፍጹም ይቅርታ ከይትሓትዋ ይቅርታ ለኣ ምንም ጥቕሚ የብሉ ገንዘብ ንኣካውንታ እንድሕር ኣእቲኹምላ ግን ወድያውን ባዕላ እያ ይቅርታ ትሓተኩም። መጀመርታ ኣወዳት ኢለን ዝጅምራማ ጥዕና ከምዘይብሉ እቲ ወግዒ ይፈልጠን ድዩ ጥዕና ከምዘይብሉስ ይፈልጥ እዩ ኣወዳት ኢለን ዝጅምራ ኩላተን ወይ ኣዋልድ ኢሎም ዝጅምሩ ጥዕና ከምዘይብሉ ፍልጢት ወግዒ ብገንዘብ ዝሰርሕ ሞባይል ሓደ ሞባይል ካርድ ስለዘይተመሊኣ ከምዘይሰርሕ ይፈልጥ እየ ካልኣይ ነገር ሓደ ከዓ ጆቶን እውን ኣሎ ሳንቲም እትኻ ኣሎ ጆቶን እዩ ናበልካ ጌማት ምናምን ኣለ ብሳንቲም ወይ ከዓ ብገንዘብ ኣንታ እንታይ መዓልቲ እዩ ሎሚ እንታይ በኒዩለይ ኣይትምሕርኒ ንክስኻ ኣይትምሕር ኣዋልድ ክላራ ምኽሪ ደንጊኹና ምኽሪ ደንጊኹና ዝበልክን ማለት እዩ ሓዛ ሓደ ክልተ ነጥቢ ሎማዓንቲ ክነግረክን እቲ ሰብኣየይ ድዩ ቦይፍሬንደይ ትብልኦ ማለት እዩ ኣነ እኳ ኣይኣምንን እንዴ ኣብ ፍቕርስ እምነት እዩ ዘናብር

መሰልኪ እኳ እዩ ሰበይቱ ክሳብ ዝኾንኪ ግዜ ኩሉ ክትርኢ ማለት እዩ ስለዚ እምነት ዶ ገለ ዶ ዝበሃል የለን ናጠርጠርካ ምንባር እውን ሓርሓሻ ፅቡቅ እዩ ክብለክን ደልየ ስለዚ ኣምፃእዮ እቲ ስልክኻ ትብልዮ ንስኹ እውን ከምኣ እንተኮይንኪ ኢኺ ግን ንስኹ እውን ተምፅእያ ኢኺ ስለዚ ተወሃሃቡ እስቲ ሕጉስኒ ሎማዓንቲ እዚኣ ትሰምዕዋ ዘለኹም ክስልከይ ረኣዮ እንካ ስልክኻ ረኣዮ ተወሃሃሉ እስቲ ክንርኢ በለ ዕውር

ኣትሊስት ፍቅሪ ከማን ኣርእየኒ ኣትሊስት ኣብ ዓራት ከማን ኣዕጊብኒ ተረዲኻኒ ሕጂ ካብ ሓደ ሰው ኢሉ ጠዋይ ጨርቂ ኤርትራዊ ክሰርቀኒ ገንዘበይ ሓደ ናይጀርያዊ ፍቅሪ ርእዩ ኩሉ ነገር ብዙሕ ሜሞሪ ገዲፍለይ ዘሎ ንዓይ ብዙሕ ተዘክሮ ገዲፍለይ ዘሎ በቲ ዝገደፈለይ መዘከርታ ንዑ እንዳ ረኣኹ እየ ዝፀናናዕቲ ሚእትን ሓምሳን ሽሕ

ጠቕላሊ ጨርቂ ድዩ ጨዋይ ጨርቂ ካብ ልሰርቀንስ ሓዲ ናይጀርያ ወተት ትሰርቀኒ ገሊኣ ትብል ዘላ እኳ ሰረቐ እኳ ሰረቐኒ ትብል ዘላ እንሱ ሰሪቕዋ ድዩ ሓደ ሻዕ ተሰሪቐ ኢላ ነይራ ጸኒሓ ናይ ሓፍተይ ታሪኽ እምበር ኣነ ኣይተሰረቕኩን ኢላ ሕዚ ሕዚ ከ መጽያ ንኣሓትና ትጸፎመላ ማለት እዩ ምስ እንስሳን ክትኮን መሰልክ እዩ ምክንያቱ ንስኺ ስለ ዝፈልጥሉ ማለት ንስኺ ስለ ድሌትክ ስለ ዝኾነ ሶ ሰብ ግን ወፂኻ ንሓደ ማሕረሰብ ዘይመፅኣፍ ንሓ ክንዲ ዝየወዳት ከምኡ ኢኹም ጨርቂ የኳሰኹም ገለገለስ ዘይምባል ናትክ ምርጫ ናይ ጀራዊ ተኮይኑ ናህና ከዓ እቶም ደቂ ዓድና ንደሊ ሰባት ከዓ ኣለና ካብኡ ከዓ ወዳተ ትስነፍዋ ከምዚ ናህናስ ኣጆኹም ግዳ
ኣነ ዝብለካ እታ ዝቀረብካለይ ዕምበባ ከይደረቐት ክቕበላ ብርሑሳ ከላ ጣዕማ ከስተማቕራ ኣታ ጎብለል ሓኔታይ ስኽፈይ ይበልካ በራቒት እያ ጸሓይ። ኸም ኣፍኺ ገይርዎ እታ ጸሓይ በሪቓ ዓድናለ ሰላም ኣዴና ምስ ደቃ ካብ ሓዘን ወጺኣ እንድሕር ስሒቓ እቲ መንእሰይ ኹሉ ወጺኡ ኻብ ስግኣት ኣብ ዓዱ እንትሰርሕ ደገ ኻብ ምስዳት ኣብታ ዓባይ ዳዕሮ ተሰፊኑ ስርዓት ጨለ ነይሩ ግርም ኣነለ መጺኤ ምሳኺ ክኸርም ተሕማቅ ሓሊፉ ኮይኑ ጽቡቅ ግዜ እታ መግለጺ ፍቅሪ እታ ዕንበባ ሒዘ መዓዝ እሞ ከይተርፍ ምምጸኤይ ናባኺ ናብ ካሊእ ኣይብልን ገዲፈ ንዓኺ እሞማ እታ ዕንበባ እላተኸናኸንኹ ምንታን ከይትደርቅ ማይ እውን እላስተኹ ሰዓት ምስ ኣኸለ ናባኺ መጻኹ። ናይጀርያውያን እዮም ዝሕሽና ደቂ ዓድና ሰይንደድና ትብሉ። ድሕሪ በርሑ ፍቕሪ ከምዚ ገይሮም ዘስተማቕሩ ደቂ ተባዕትዮ ኣሕዋትና ኣለዉ። ከም መዓልቲ ተወሊደ ደሓር ኣባቴ ብሰብ ሰሚዐዮ ኢሎም ጉህዮ ካልኦቶም ግን መፅኦም ኣበረታቲዖምኒ ኣጆኺ ፅቡቕ ተሓጉስና ኢሎምኒ ኣባቴ በይዛኻትኩም ንገሩለይ ኣባቴስ በቃ ንገሩለይ ከምዚ ኮይኑ እዩ ኢልኩም ንገሩለይ ብሱር ኣባተይ ጽንጥዒ ክርኢ ንድዮም ኢለ ድሓር ነጊሮሞም ግዲ ኮይኖም ኣጆኺ ለሃብ የዕብየልኪ ግዳ ቀዲምኪ ክትነግርኒ ኣለኪ ይጽውዐኩም ይሓፍር ይጽውዐኩም ይሓፍር ኮይነ ይቅርታ ግበርለይ ኢለዮም ሐዚ ያው ኣብቲ ክርስትናይ ተቀበሉና ኢለ ቅድሚ ክርስትና ብዙ መዓልቲ ወሊደ መኣዝ ኢለ መዓልቲ ነጊሮምኒ ኣየኹ ኢሎምኒ በቃ ንቲ ልግበአኒ ገይረ ማለት እዩ ባዲጉኡ ኸ ወይ ናይ ክርስትና ኣቡኡ ናይ ክርስትና ኣቡማ ያው ካብ ኣዲስ ኣበባ እዩ ሰብኣይ ጓል እዩ ጓል ሓፍቲ ለዕበኹዋ ለመርዕኹዋ እኒኣ ያው ንሱ እዩ ሒዝዋ። ብምኽንያት ድዩ ወይስ በጋጣሚ ወይ ድሌት እዩ? ብምኽንያት እዩ እቱ ኣነ ክመፅእ ከለኹማ ኣየር ኣብቱ ዓዲ ካብ ህንዲ ክትወፂ ከለኺ ዶክተር ይፅሕፈልኪ እዩ

ኣዲስ ኣበባ ኣትየ ዕለት ዓሰርተ ሰለስተ ድማ ናይ ንጉሆ በራሪት ነይረ ንክመፅእ ባእታ ማርያም ማለት እዩ ዕለት ሰለስተ ባእታ ማርያም በራሪት ነይረ እቲ ወረቐት ተፃሒፉለይ እንተረኦይቶም ኣየር መንገድ ጥንስቲ እያ ልብል ብኣይ ዶክተር እኒኦ ኣብቲ ኣየር መንገድ ናይ ኣዲስ ኣበባ ካብኡ ኣየር ዝፍለሎ ንሱ ይፈርመልኪ እቲ ዶክተር እዚ ናይ ህንዲ እዩ ፈርሙ ይልክለሎ እዚ ግን እቲ ኣየር መንገድ ናይ

ኣንታይ እዚስ ከምዚ ኢሉኒ ሓፊረ እኳስ ከምዚ ኢሉኒ እንዮ ካልኦት እውን ከምኡ እዞም ጎራብቲ ናይ ጎራብተይ ደቂ ኢለ ከምዚ ወድና ካብ ዘይግዛእ ኢኒ ሓፊረ ከምዚ ኢሉኒ ኣነ ኣብዚ ማሕበራዊ ሚድያ ኣብዚ ሰሙን እዚ እዘን ኣዶ መዘራረቢ ዛዕባ ኮይነን ከም ዝቐነያየት ኩሉኩም ትፈልጡ ኢኹም እና ኣብዚ ሓደ ነገር ኣደይ በካ ክዋጉዕ ወይ ከዓ ክዛረበ ዝደለኹ ሲ ከምዚ ምስተባሃለስ ናብ ኮመንት ኣትኹም እስካብ ሕጂ ገብራ ድየ ነይረን ከመይ ዝበላ በዓለገየን ኣብ ዕድሜን ክንዱዚ ገለገለ ኢልኩም ብዙሓት ትፃርፉ ብዙሕ ሰዓት ትስሕቁ ሰባት ነርኩም ብጣዕሚ እዮም ትሕዝኑ ከምዚ ኢልኩም ፀሓፍኩም ከምዚ ኢልኩም ዝውሽጥኹም ዝቀለድኩም ገለ ማለት ኣብ ሰዓን ሓሙሽተ ወይ ኣብ ሰዓን ሽዱሽተን ዕድሜኤን ንሰን ለሚነን ፈጣሪኤን ንፈጣሪኤን ለሚነን ዝሃበን ፀጋ ኣይትድነቑ ብሓቂ ማለት እዩ ማለት ስን ፈጣርኩም ኣይተመስግኑ እንታይ ዓይነት ክብለኩም ሲ እንድዒ እንታይ ዓይነት ሰከም ዘለና እንታይ ዓይነት ማሕረ ሰከም ዘለብን ሕዚ ሰዓት ግራ እንዲላቲካ ኮመንት ኣቲኹም በተንብቡ ክንዲ ዓይነት ናይ ስደታት ፅሑፋት እዩ ዘለ ሶ ከምዚ ዓይነት እንትርኢ እንተለካ ፀጋ እዩ ዝጀመር እዚ ፀጋ እዩ እግዚኣብሔር ኣምላኽ እዛ ኣዴና እዚኣ

ኣስመራ ኣርበኛ ሸውዓተ። ኣብ ኤርትራ ተወሊደ ስለ ዝዓበኹ እዩ። ትግራይን ናይ ኤርትራ ገራውቲ እምበር ኣሕዋት ኣይኮንና ዝብሉ ሰባት ማለት እዩ። እዚ ነገር እዚ ርኣይዎ። ትግራይ ናይ ኤርትራ ማለት ኣብ ክልተ ሃገር ዝነብር ሓደ ህዝቢ እዩ። ኤርትራውያን እዮም። ኣብኡ ዘይዓብኻ ከለኻስ ምስ ኣደኻ ግን ጥቡቕ ምትእስሳር ኣለካ። እንታይ እዩ እቲ ምስጢር? ይበል። ዋላኳ ኣብ ሽወደን ተዓበኹ ዓቢ ናይ ዓደይ ኮም እዩ ዘለኒ። ስለዚ ኣብቲ ናይ ዓደይ ሃዋሁ እየ ዓብየ ብዙሕ ግዜ ኣይከድኩን ግን ዝሓለፈ ግዜ ዝኸድኩሉ ናይ ብሓቂ ጽቡቅ ግዜ እዩ ነይሩ ነቶም ዝረኸብክዎም ቆልዑን ንዓይን ኣብ ስፖርት ዓለም ብዙሓት ዓበይትን ፍሉጣትን ተጻወትቲ ዘለዎም ኣይመስለንን
ምስ ወለድኻ ወለድኻ ዝሓለፍዎ ዶ ይኸውን ናቶም ኣተሓሳስባ ወሲድካ ክትረኣ ከለኻ ከምዚ ስቅ በሃሊ ትመስል ብውሽጥኻ ግን ገለ

እንተዘይ ተጋጌ ከኣ ኩዕሶ እግሪ'ያ ኣብ ብዙሕ ትጽወት ኣብ ዕረፍቲ ኣብ ጎደናታት። Was it always being a forward? Did he always. ት ኩዕሾ ዘይትፈልጡ ወይም ደሞ ኩዕሾ ዘይትከታተሉ ሰባት እንድሕር ሃሊኹም ኣብዚ ትርእይዎ ዘለኹም ቪድዮ ይሳቅ ናይ ቁጽሪ ዓሰርተ ኣርባዕተ ማልያ ናይ ዩኒውካስትል ኩዕሾ ተጻዋቲ ካብቲ ብጉጅለ ወይ ደማ ካብቲ ክለብ ንሱ ብሉጽ ዝበሃል ኩዕሾ ተጻዋቲ ክራቡ እዩ ሶ እዚ ሓብና ሓደ ደስ ዝበለኒ ኣባህሉ ካብዚ ቃለ መሕተት እንታይ ድመስለኩም ስነ ስርዓት ወይ ከዓ ካብ እዚ ስነ ስርዓት እዚሲ ካብ ወለደ ወይ ደሞ ካብቲ መሓረሱ ወይ ከዓ ካብ ናይ ኤርትራ ህዝቢ ዝተምሃረ ምዃኑ እዩ ገሊፁ ተረዲእኩም ኣነ ስነ ስርዓት ክህሉ ዝግበእንስ ካብ ቤተሰብ ወይ ድማ ካብ ወለደ እዩ ኢለለ ለምሳሌ እዚ ስነ ስርዓት ናይ ህዝቢ ኤርትራ ወይ ከኣ ናይ ማሕረሰብ ናይ ኤርትራ ስነ ስርዓት ከም ዘለዎን ጽቡቅ ባህሪ ከም ዘለዎን ገሊጹ ንዓለም ኣፋሊጥዎ ኣሎ እዘን ኣሓትና ናጀርያዊ እዩ ዝሕሸና ከምዚ ኢኹም ኣሓትና ከምዚ ኢኽን ገለ ኢኹም ትብላ ደቂ ኣንስትዮ ካብዚኦም ተማሃራ ማሕበራዊ ሚድያታት እናተዛወረ ዝቀንየ ብፍላይ ናይ ሚኪ ሓበሻ ብዝብል ናይ ፕሮፋይሉ ንፈልጦ ሚኪ ሓደ ዚ ማለትስ ብዙሕ ዓይነት ዘጫቃጭቅ ዘረባ ተፈጢሩ ነይሩ ዝሓለፈ ሰሙን ብዙሕ መነጋገሪ ዝኾነሉ ሰዓት ማለት እዩ። መጀመርያ እዛ ቪድዮ ንሳና ንረኣያ እሞ
ቅድሚ ጦርነት ኩዕሾ እንዳተጫወትና ጌታቸው ረዳ ዘተ ኩሉ ጎለላ
ጎል ማለት
ኩዕሾ እንዳተጫወትና በረኛ ነይሩ ከላ ካይዳ ካይዶ ትብሉ ኩዕሾ ኣየ
ክቡስታ ለማ ፈሪሐ

ኣብ ላይፍ እናተዛረበ ሃለው ተቐንጭቡ ዝወረደ ቪድዮ እዩ መጀመርያ እዚ ማለት እዩ ዛዘራ እዚ ወይ ከዓ እዛ ዕላል እዚ እያ ዘኽሉ ሰብ ኮሚቲ ገይራ ካብቲ ናብቲ ኣላጊዓ ዝነበረት ምና ሕጂ ከዓ ይቅርታ ሓይተለሞን ኣብቲ ይቅርታ ንራዩ እስኪ ራያ ልዕለይ ልፈትዎ ሰብ የለን

ማሕበረሰብ ግራ ኣእትይዎ እዩ፣ ሓዚኑ እዩ፣ ብቑራፅ ቪድዮም ፈሪዱኒ እዩ፣ ሰው ከም ማሕበረሰብ መጠን ይቅርታ ክብል ይፈቱ፣ ከምኡ ዓይነት ኣተሓሳስባ የብለይን፣ መግለፂ እየም የኾነይ። ብምቕፃል ሙሉእ ዝነበረ ላይፍ ወይ ከዓ ፕሮግራም ተትሪእዎ ነይርኩም ነዋግዖ ነበርና ምስ መሓዙተይ፣ መፈተኹሞ ነይርኩም፣ ብጣዕሚ ደስ ዝብል ፕሮግራም እዩ ነይሩ፣ ተዛረብናዮ ሕማቕ ነገር ኣይነበረን፣ እኳ ደኣስ ኣኽቢርና ህዝቢ፣ ደስ ዝብል ነገራት ነዋጋእ ነርና ግን ያው በቲ ፖስት ተባሃለ ነገራት ተቀናቢሩ እሞ ከዓ ካብቲ ናብቲ ዘይመስል ቪድዮ ተቀናቢሩ ብከምኡ ዓይነት ስለ ዝፈረድኩም ንእውነት ሓዚነ እውን በርዕና ናይ የትኛውም ፖለቲካ ኣራማድም ይኮንኩን ናይ የትኛውም ማሕበረሰብ ዝፀልእም ይኮንኩን ታዘለትን ንባዕለ ንኢሳት እነላ እታ ትግራይ ንባዕላ ከም ትግራይ ንኢሳት እነላ ኢና ራያ ልዕለይ ልፈትዎ ሰብ የለን ናይ ራያ ማሕበረሰብ ዓደይ ህዝበይ ጎኖ እዩ ካብታ ተወድኩላ ቀፂለ ከይደ ዝረኣህዎም ማሕበረሰብ ናይ ራያ እዩ ሕዚ ኣብ ቀረባ ግዜ እዩ እንዲያውም ወዲ ዓረ ምዃን የፈልጥኩም እምበር ብዙሕ ሰብ ወዲ ራያ ይመስሉ ነይሩ ንዑ ክንዱ ዝኣክል እዩ ነቲ ቦታ ዘለና ስለዚ ናብ ዘይኮነ ህዝቢ ንክተባልዑ ዘይኮነ ነገር ክትገብሩ ትገብሩ ሓደ ሓደ ሰባት ብጣዕሚ ለፅልእ እሺ መጀመርያ ኣነ ኣብዚ ክብሎ ዝደለኹ መጀመርያ ሚካ ሓውና ይቅርታ ስለ ዝሓተትካ ፅቡቅ እዩ ምክንያቱም ይቅርታ ምሕታት ናይ ዓበይቲ ሰባት እዩ እንትቕጽል እንተለኹ ኣብዚ ኣብ ላይፍ ወጺኻ ክትዛረቡ ማለት ሓሳብ ካብ ምሽር ምግጋር ጽቡቕ እንድዩ ግን ኣብ ኣቲኹም ዘይኸውን ቪድዮ ሪከርድ ጌርኩም ካብቲ ናፍቲ ተጣብቑ ሰባት ሰብ ንሰብ ከተባእሱ ህዝቢ ንህዝቢ ከተገራጩ ተሓስብ ሰባት እያ ኣነ ቅር ዝበለኒ ጽቡቅ ነገር ንምንታይ ኢኹም ዘይት ዘይትፕሱት ወይ ድማ ሪከ ገርኩም ኣቀናኒኩም ስለይትፕሱት ሕጂ ከምዚ ዘለ ሃዋህው ናይ ፖለቲካ ህዚ ዓድዋ ህዚ ራያ ምባስ ይመስለኒ እቲ ዕላማ ይከዓበ መንግስታት ብሉ መፀ ምሕንሕ ውጥረት ከምኡ ዓይነት ዘለ መስለኒ ሶ ኣብቲ ሪከር ትገብሩ ሰባት ናብቲ ኣብ ላይፍ ወፂኦም ኣብቲ ሪከር ትገብሩ ሰባት ግን መጀመርያ መጀመርያ ንሰላም ተትዝምሩ ደስ ይብለኒ ኣብ ጎኒ ሰላም ጠጠው ኢልኩም ፅቡቅ ነገር ተትፕሱቱ ደስ ይብለኒ So እሺ ክብራት ኣሕዋት እዚ መደብ ከም ዝራክምዎ ይመስል ነይሩ ተሐፈቲክሞ ላይክ ሳብስክራይብ ምግባር ከይትርስዑ ሓሳብኩም ድማ ኣብ ኮመንት ጻሓፍለይ ክስተካከል ዝግብኦ ሓሳባት እንድሕር ሃሊኩም ኣብ ኮመንት ጻሓፍለይ ክሳብ ካሊእ ግዘ ብጽቡቅ ቪድዮ እስካብ ንራከብ ሰጸጽቡቅ ንዓካትኩም እናተመነኩ ሰላም ቀንዩ